ኦኬ እታ ስልጣን ከጽድቐለይ ይመስል ከጽድቓ እዩ ጥራሕ ተይኮነ ክንዘራረብ እውን ፀዊዕኒ ኣሎ ንሰኑ እያ ነይራ ኣይ ንሰሉስ እያ ነይራ ድሓር ሰሉስ ስራሕ ኣለኒ እሞ ኢሉ ንዓርቡ ቀፂርዎ ማለት ኣብ ዝሓለፈ ሕዚ ከምዚ ኢሉ ንሎ ኢሉ ሰኑይ ኣኪብዎም ንሰሉስ ክኸይድ ተቖጺሩ እንዳሃለወ ገና ንዓርቢ እንታይ ቀየሮ ሰኑይ ኣኪብዎም ወዲ ወረደ ንሕወሓት ኣብኡ እዩ ዝጅምር እቲ ጌጋ ብርግጽ ቅድሚኡ ዝነበሩ ጌጋታት እውን ነቲ ሕጂ ዝግበር ዘሎ መሰረት እንድዮም ወዲ ወረደ ከፍ ኣቢል ንሕወሓት ኣኪብዎም ነቶም ስራሕ ፈጻሚ ኣኪብዎም ኣብኢኹም ተዋሪድኩም ኣብኦም ተዋሪዶም ኣዋሪዶምና መራሕቲ ሕወሓት ወዲ ወረደ ክእክቦም ኣይኽእልን ወዲ ወረደ ጸሊኤዮ ኣይኮነን ክእከቦም ኣይኽእልን ዝብል ዘለኹ። ኣይናቱን ኣይስልጣኑን። ሕወሓት ኣብይ ኣሕመድ ክረዳዳእ እንተኾይኑ ንወዲ ወረደ ብስልኪ ንዓ ኣብዚ ሰዓት ንዓ በዚ መዓልቲ ካብ ምባል ሕወሓት ኣብ ፕሪቶርያ ኣነን ንስኽን ኢና ተፈራሪምና። ፌደራል መንግስትን ሕወሓትን ኢና ተፈራሪምና። ስለዚ ፕሬዚዳንት መን ክንገብር ኣለና ዝብል ምርድዳእ ክንገብር ተወከልትኹም ለኣኹ። ክንዘራረብ ኢሉ ክጽውዕ ነይርዎ ወይ ህወሓት እውን ከምኡ ክትጽውዕ ነይርዋ ተገልቢጡ ግን ሸይመካ ኣለኹ ምስ በሎ ወዲ ወረደ ከፊሉ ኣይምን ከይዱ ንዕወ ለተኣከቡ ኢሉ ንስራሕ ፈጻሚ ህወሓት ከምዚ ክንገብር ኢና ከምዚ ክንገብር ኢና ከም ኮራኹር ከፍ ኢለን ብቅድሚት ክሰምዕዎ ይነበሮም ኣግባብ ስለ ዘይነበሮ ኖ ንሕና ክንረዳዳ ኢና ተረዳዲእና ክንሾመካ ኢና ትመርሕ ዓዲ መርፅኦም ስማ ማለት ሕሪኦም ስለ ዝኾነ ሰብኣይ እዚኣ ክትኮን ነይርዋ ኣብዚ ዶ ከፍተት ተፈጢሩ ድሕሪኡ ንሰሉስ ኢልዎ ዝነበረ ወዲ ወረደ ኣኪቡ ተረዳድኡ ተረዳዲኦም ምስ ወደአ በል ንሰሉስ ኢለካ ዝነበርኩስ ንዓርቢ ግበሮ ኢልዎ ዓርቢ ከይዱ ዓርቢ ምስ ከደ ዓርቢ ወዲ ወረደ ከድ ከሎ ናይ ወዲ ወረደ ትፅቢት ናይ ሕወሓት ትፅቢት ናይ ተጋሩ ትፅቢት ኦረዲ ተባሂሉ ስለ ዝነበረ ደብዳቤ ከምፅእ ይኸይዱ ናይ ሹመት ደብዳቤ ሒዙ ክመፅእ ዝብል ትፅቢት እዩ ነይሩ ብትክክል እውን ባዕሉ ኢልዎ ስለ ዝነበረ ክብል ደልየ ወዲ ወረደ እውን ኣይኽሕደናን ቃል ብቃል ኢልዎ እዩ ሸይመካ ኢልዎ እዩ ሸይመካ እየ ጥራሕ ተይኮነስ ስኢልካ እቲ ናይ እቲ ደንቢ እስካዕ ነፅድቕ ከም ፕሬዚዳንት እናሰራሕካ ፅናሕ ምስ ጸደቀ ግን ኦፍሸሊ ደብዳቤ ክልእኸልካ እየ ኢልዎ ቃል ብቃል እየ ዝነግረኩም ዘለኹ ሓዝኑ እዩ ሕዚ ምስ ከደ ኣይጸንሖን ኣብኡ ወዲ ወረደ ምስ ከደ ኣይጸንሖን ኣብኡ ኣዲስ ኣበባ ኣይኮነን ነይሩ ሰብኣይ ንዓፋር እያ ከይዱ ተባሂሉ ወዲ ወረደ ከፍ ኢለ ብኣ ቅድሚ ንዑ ክጽበ ኣይ ቲንክ ብቅድሚ ትማሊ ድሕሪ ሰዓት ግን ረኺብዎ ረኺብዎ ብቕድሚ ትማሊ እውን እንታይ ኢልዎ እታ ደንቢ ክሳብ ዘፅድቕ ሕዚ እውን እየ ዝብል ዘሎ ብቕድሚ ትማሊ እውን ወዲ ወረደ ንዕኡ ምስ ረኸቦ እዩ ንዓዲ ተመሊሱ ናብ ትግራይ ተመሊሱ ክረኽቦ ከሎ እታ ደንቢ እስካዕ ዘፅድቕ ስኢልካ እናሰራሕኻ ፅናሕ ካብኡ እታ ደንቢ ምስ ጸደቐት ግን ኦፊሻሊ ደብዳቤ ክልእኸልካ እዩ ሕጂ እውን ደጊምሉ ቃል ብቃል የዛረበኩም ዘለኹ ትቐርብዎ ሰባት ክትሓቱ ትኽእሉ እዩ ወዲ ወረደ ጽቡቕ ሕቶ ኣቕሪቡ እዩ ልዕሊ መጠን ተጸቢናካ ተዓዲ መራሒ ዘይብሉ ሕቶታት ኣብ ህዝብና ኣብ ርእሲ ህዝቢ ኣብ ሕልና ህዝቢ ሕቶታት እናበዝሐብ ዘለሉ እዋን ኢና ዘለና ክፍተት እናበዝሐብ ዝኸደሉ እዋን ኢና ዘለና ስለዚ ብዙሕ ተጸቢና ኢልዎ ደሓን ከም ፕሬዚዳንት ኮንካ እንዶ እንዳሰራሕካ ፅናሕ ኣብ ሓፂር ግዜ ክሰደልካ ክምኩር እየ ኢልዎ ወዲ ወረደ እዚኣ ሒዙ ተመሊሱ ተመሊሱ ወዲ ወረደ እውን ኣካፊልዎም እዩ ብትክክል ኣነ ዝብሎ ሕዋሓት እንዳተረዳደእት ንወዲ ወረደ እናካፈለት በል ሸይምናካ ክትብል መወዳእትኡ እዩ ነይርዋ እንድየ ዝብል ተገላቢጡ ስለ ዝተሰርሐ ጌጋ እዩ ኢለዮ ኣለኩ ግን ተመሊሱ ግን ነጊርዎም እዩ ንዖኦም እዚኣ እያ ተባሂላ ኢልዎም ንዓዲ ግረሞ ኦኬ እዚኣ እንተ ተባሂላ ተባሂሉ ስራሕ ፈፃሚ ናይ ሕወሓት ተኣኪቡ ካሊእ ኣኼባ እናገበረ ዘለሉ ናይ ወዲ ወረደ መልእኽቲ ሰሚዑ ኣሎ ሒዝዎ ዝመጸ እቲ ስራሕ ፈጻሚ ካሊእ ኣኼባ እናገበረ ኣብ ዘለሉ ኣብ ኣኼባ እንዳሃለው እያ ወጽያ እታ እታ መግለጺ ወዲ ወረደ እውን ሰርፕራይዝ እዩ ኮይኑ ዝኸውን ብጣዕሚ ሾኪንግ ዝኾነ ስለ ዝኾነ እቲ ጉዳይ ህወሓት ስራሕ ፈፀምቲ ናይ ህወሓት ኣብ ኣኼባ እንዳሃለው ህዝቢ ትግራይ እያ ብኢመይል መራሒኻ ምረፅ ኢሉ ናይዚ ዓመት ምናልባሽ እውን ናይዚ ዘመን ጆክ ቀልዲ ኮሜዲ ሰሪሑ ማለት ኣብ ስብሰባ ኮይኖም እዮም ሪኦምዎ።